ሰላም የሕዋት ኣይ ዶንት ቲንክ ሶ ከምዚ ናይ ሎሚ ቪድዮ እዚኣ ክሰርሕ ሓሲበ ኣይፈልጥን እየ ኩሉ ግዜ ሰብ በሊሕ ዝገብረካ ካብ ዝነበርካዮን ዘለካዮን ዝሕግዘካ እንታይ እዩ ኩሉ ግዜ ካብ ጌጋታትካ ተኣሪምካ ክትመጽእ ከለካ ኩሉ ግዜ እቲ ትገብሮ ዝነበርካ ገዲፍካ ናብ ቅድሚት ክሰጉመካ ዝክእል ነገራት ምግባር ወይ ድማ እቲ ቀደም ትገብሮ ዝነበርካ ጌጋታት ኣሪምካ ናብ ንቡር ሂወትካ ምምራሕ እቲ ዝበለጸ ሂወት እዩ I think ዝሓለፈ ዓሰርተ ዓመታት ዝገበርኩ ጌጋታት ወይ ድማ ዝገብሮ ዝነበርኩ ሕማቕ ነገራት ወይ ድማ I don't know ንዓይ ከምዚ ደስ ዘይብለኒ ወይ ድማ ምናልባት ንካልኦት ውን the same thing ደስ ዘይብሎም ክኸውን ይኽእል ኩሉ ግዜ ሰብ እንታይ ዩ በሊሕ ዝገብረካ ካብ ካልእ ሰብ ክትመሃር ከለኻ ንስኻ ጌጋታት ከይፈጸምካ ከለኻ ካብ ካልእ ሰብ እንታይ ዓይነት ጌጋታት ተማሂሩ ካብኡ ካብኡ እንታይ ተማሂሩ ክትማሃር ከለኻዩ በሊሕ ዝገብረካ which means ግዜ ኣይትቀትል ንሃ ንሳኻ ንኸትጋገ so ወዲ ዕስራን ኣርባዕተን ዓመት ኣለኹ ዝሓለፈ ዓሰርተ ዓመታት ዝገበርኩዎ ጌጋታት ወይ ድማ ዝሓለፈ ዓሰርተ ዓመታት ዝገብሮ ዝነበርኩ ሕማቅ ጌጋታት So let's go ቀዳመይቲ ጌጋ ዝገበርኩዋ ኩሉ ግዜ show off መጻሕፍቲ ሒዘ ናብ library ይኸይድ ኔረ ኩሉ ግዜ እንታይ እዩ ከምዚ መጻሕፍቲ ሒዘ ክኸይድ ከለኹ ዋው ካልድ smart እዩ ካልድ ንፉዕ እዩ ካልድ መጻሕፍቲ ሒዙ library ይኸይድ ኣሎ ኪዱ ምስኦም ኣጽንዑ ኪዱ ምስኡ ዘይትኸዱ መታን ክበሃል ኩሉ ግዜ መጻሕፍቲ ሒዘ ናብ ላይብረሪ እኸይድ ነይረ። እዚ ድማ እንታይ እዩ ኣነ ኩሉ ግዜ ጀስ ንሶም ብጽቡቕ ከልዕሉኒ ብጽቡቕ ስመይ ሓፍ ከብሉኒ ወይ ድማ ሕማቕ ኣባይ ሕማቕ ኣረኣእያ ንኸይህልዎ እምበር ኣነ ወላ ሓንቲ ካብቲ መጽሓፍ ዝሓዝክዎ ወይ ድማ ካብቲ መጽሓፍ ዘንበብክዎ ወላ ሓንቲ ነገር የለን። ኩሉ ግዜ ስማርት ዝገብረካ ጀስ ካብ መጻሕፍቲ ዘንበብካ ወይ ድማ መጻሕፍቲ ሒዝካ ዘይኮነስ ካብቲ መጻሕፍቲ እንታይ ኣንቢብካ እዩ እቲ ወይ ድማ እንታይ ተማሂርካ እዩ እቲ ሓፍ ከብለካ ወይ ድማ ካብቲ ጊጋኻ ክትማሃር ትኽእል ስለዚ ዓቢ ጊጋ ፈጺመ ዓቢ ጌጋ ገይረ ኩሉ ግዜ መጽሓፍቲ ሒዘ ሸው ኦፍ ጀስት ካልእ ሰብ ካልእ ስማርት እዩ ንፉዕ እዩ መታን ክበሃል ጀስት ምጻሕፍቲ ሒዘ ይኸይድ ኔረ ስለዚ እዚ ጌጋ ዝገቡርኩ መታን ንስኹም ውን ነቶም ንኣሽቱ መንእስያት ዘለዉ ንኸይትገብሩ ጀስት መጽሓፍ ሒድካ ሒዝካ ስማርት ኣይገብረካን ኢዩ ካብቲ መጽሓፍ ግን እንታይ ተማሂርካ እንታይ ሒዝካ ክትገብር ከለኻ ግን መርኣያ ናይ ኩሉ ሰብ ክትኸውን ትኽእል ካልኣይቲ ጌጋ ኩሉ ግዜ ኣብ ትምህርቲ ንእሽተይ ከለኹ ኦልሞስት ሻሙናይ ድዩ ታሽዓይ ክፍሊ እንዳተማሃርኩ ከለኹ ካልኦት ደቂ ክላስና ወይ ድማ ካልኦት ንሕና ንፈልጦም ጀስት ሽጋራ ዝሰትዩ ወይ ድማ መስተ ዝሰትዩ ወይ ድማ ኩሉ ግዜ ፓርቲ ገለ ዝኸዱ ዝነበሩ ኩሉ ግዜ ሕማቓት ጌርና ንሓስቦም ኩሉ ግዜ ብሕማቕ ዓይኒ ንጥምቶም እዚኦም ከመይ ገይሩ ህይወት ከመይ ገይሩ ምስኦም ክትኸይል እያ ብኸመይ ኣገባብ ህይወቶም ክመርሑ እዮም ወይስ ከመይ ዓይነት ህይወት እዮም ክመርሑ ዝብል ኣተሓሳስባ ኣብ ርእሰይ ይገብር ነይረ። እዚ ድማ እንታይ እዩ? ብሕማቕ ዓይኒ ይጥምቶም፣ ጃጅ ይገብሮም፣ እዚኦም ኣይጠቕሙን እዮም፣ እዚኦም ኣይነፍዑን እዮም፣ እዚኦም ህይወቶም ክመርሑ ኣይክእሉን እዮም፣ እምበርከ እዚኦም ከም ሰብ ድዮም ዝቑጸሩ ክሳብ ዝብል ሓሳብ እየ ዝቕጽል ነይረ። እዚ ድማ ዓቢ ዓቢ ዓቢ ጌጋ እዩ። ኩሉ ግዜ እቲ ልቦም ካልእ እዩ ዝብል፣ በቲ ደጋዊ ኢኻ ትርእዮም ዘለኻ እምበር፣ ልቦም ንጹህ ምናልባት ካባኻ እውን ክኸውን ይኽእል ስለዚ እቲ ዓቢ ዝገብራ ዝነበርኩ ኩሉ ግዜ ንስኻ ሽጋራ ዝሰቲ ዝነበረ መስተ ዝሰቲ ዝነበረ ወይ ድማ ፓርቲ ገለ ዝኸይ ዝነበረ ጀስት ጃጅ ክትገብሮ የብልካን ክገብሮ የብለይን which means እንታይ እዩ ኩሉ ግዜ እቲ ንስኻ ትገብሮ ዘለኻ ኣይገልጸካን እዩ መን ኢኻ እዩ ዝገልጸካ ስለዚ እታ ካልኣይቲ ነጥቢ ኩሉ ግዜ ብሕማቕ ዓይኒ ይጥምቶም ብምንባረይ። ሳልሰይቲ ጌጋ፣ ኩሉ ግዜ ደቂ ሃብታማት ክንርኢ ከለና እንታይ ንብል፣ ኣህ እዚኦምስ ስራሕ ኣይፈትዉን እዮም፣ just ኮፍ ኢልካ ምውዓል፣ ደቂስካ ምውዓል፣ ከምኡ ጥራይ እዩ እቲ ዘረባ ነይሩ። I think እቲ ዓቢ ጌጋ ዝገብራ ዝነበርኩ ኩሉ ግዜ እቲ ደቂ ሃብታማት ዝበሃሉ፣ ወዲ ሃብታም ወይ ጓል ሃብታም ዝበሃሉ ኩሉ ግዜ እቲ ንሶም ተዋሂብዎም ዘሎ ብስድርኦም ጸጋ ተቐቢሎሞስ ብጽቡቕ ይመርሑ ኣለዉ፣ ብጽቡቕ ድማ ይናብሩ ኣለዉ i think እቲ መብዛሕቲኡ መንእሰያት ዝሓስቦ መስለንስ እዚኦምስ ከመይ ከመይ ጌሮም ከማና ዘይኮኑ ከመይ ጌሮም ንሕና ነቲ ንገብሮ ዘለና ዘይገብሩ ዝብል ኣተሓሳስባ ኔሩኒ እዚ ድማ እንታይ እዩ ናይ ማንም ሰብ ዓቢ ጌጋ ድማ ዝገብሮ ዝነበርኩ ንሶም ደቂ ሃብታማት ኮይኖም ጽቡቕ ሂወት ጽቡቕ ሓዳር ወይ ድማ ጽቡቕ ሂወት ይመርሑ ንሕናኸ ጀስ ከመይ ጌርና ካብኦም ንፍለ እንተ ኮይኖም ምሳና ዘይኮዱ ዝብል ዝነበረ ቅንኢ ድዩ ወይስ ሕስድና ድዩ ኣይ ዶንት ኖው ጀስ ካብዚ ድማ እንታይ እዩ እቲ ዓቢ ጌጋ ዝገብሮ ዝነበርኩ ካብዚ ድማ ዓቢ ተማሂረ ራብዐይቲ ጌጋ ዝገብራ ዝነበርኩ ኩሉ ግዜ ብዙሕ ጥዕናይ ኣይግደሰላን ኔረ ኤክሰርሳይስ ኣይገብር፣ ዝደለኹዎ ይሰትን ይበልዕን። እዚ ድማ እንታይ እዩ እቲ ዝዓበየ ጌጋ ክሳብ ቅድሚ ክልተ ዓመት ዝኸውን ዘይሪኦ ዝነበርኩ ብዓይነይ ተደፊኑ ዝነበረ እዩ። Almost ኩሉ ግዜ ንስኻ ኤክሰርሳይስ ዘይትገብር እንድሕር ደኣ ኮይንካ ኣካላዊ ምንቅስቓስ ዘይትገብር እንድሕር ደኣ ኮይንካ ኣነ ኩሉ ግዜ ሳንድዊች፣ ፒዛ ወይ ድማ ሩዝ ወይ ድማ ካልእ ካልእ ንዓኻ ዳይጀስቲቭ ክገብረካ ዘይክእል ዝነበረ መግብታት ይበልዕ ነይረ እዚ ድማ እንታይ እዩ ቀንዲ ክሃስየካ ከምኡ እውን ሓንጎልካ ፍረሽ ጌርካ ንኸይትሓስብ ይገብረካ እዚ ድማ እንታይ እዩ እቲ ቀንዲ ዝሓገዘኒ never ever ሕማቕ እንታይ ሽሙ መግብታት ንኸይበልዕ ወይ ድማ ናይ ጎደናታት ስትሬት ዝኾነ መግቢ ንኸይበልዕ ኤክሰርሳይስ መዓልታዊ ንኸዘውትር ቃል ኣትየ ከምኡ እውን የተግብሮ ኣለኹ ስለዚ እቲ ቀንዲ ዝገብሮ ዝነበርኩ ቀደም ጌጋ ብዙሕ ኣይግደስን ኔረ ኣብ ሂወተይ ኣብ ጥዕናይ ብዙሕ ኤክሰርሳይስ ዘይምግባረይ ድማ የጣዕሰኒ ኔሩ። ሓምሸይቲ ጌጋ ኩሉ ግዜ ንስኻ ሓደ ሰብ እንታይ ትመሃር ኣለኻ ኢሉ ኢልና ምስ ንሓቶ ቢዝነስ ፋይናንስ ማትስ ኣካውንቲንግ፣ ሳይኮሎጂ ከምዚ ዓይነት ይመሃር ኣለኹ እንድሕር ርኣ ኢልካ ከምዚ ዘይጠቅም ኮርሳት ጌርና ወይ ድማ ጌረ ይሓስቦ ኔረ እዚ ድኣ እንታይ እሞ ትምህርቲ ዶ ጌርካዮ ኢኻ ወይ ድማ እዚ ናይ ብሓቂ ብትምህርቲ ድኻ ትሓስቦ ዝብል ሓሳብ ኣብ ሓንጎለይ ይገብር ኔሩ እንታይ እዩ ትምህርቲ ናይ ብሓቂ ዝገብሮ ኔረ ኢንጂነር ክትኸውን ዶክተር ክትኸውን ወይ ድማ ለውየር ክትኸውን እዚ ትምህርቲ ንዓይ እዚ ድማ እንታይ እዩ ንማንም ኤርትራዊ ድማ ንማንም ሰብ እዩ እዚ ትምህርቲ ዝበሃል ቢዝነስ ሳይኮሎጂ ማትስ ኣካውንቲንግ ፋይናንስ እዚ ትምህርቲ ጌርና ኣይንቆጽሮ ነይርና ብነብሰይ ክዛረብ ትምህርቲ ገይረ ኣይቆጽሮን ነይረ ሎሚ ግን ንሱ እየ ዝመሃር ዘለኹ ደስታ ይስምዓኒ ብጽቡቕ ይመሃረሉ ቢዝነስ ማለት ሰብ እዩ ከመይ ጌርካ ንሰባት ተኸብር ከመይ ጌርካ ምስ ሰባት ትራኸብ ከመይ ጌርካ ኮሙኒኬሽን ሓፍ ተብሎ ከመይ ጌርካ እቲ ዘለካ ዕቤት ሓፍ ክትብል ይሕግዘካ ስለዚ ኩሉ ግዜ ዝገብራ ዝነበርኩ ነዚ ሕማቕ ኮርስ ብሕማቕ ይጥምቶ እሞ ጀስት ነቲ ካልእ ኢንጂነር ዶክተር ድማ ብጽቡቕ ጌረ ነቲ ካልእ ድማ ብሕማቕ ዓይኒ ይጥምቶ ኔረ ስለዚ ዓቢ ጌጋ ፈጺመ ነይረ። ሻድሸይቲ ጌጋ ዝገብራ ዝነበርኩ ነበር ኣይሰምዕን ነይረ። ኣብ ክላስ ምስ ኣዕሩኽተይ ወይ ድማ መሓዙተይ ኩሉ ግዜ ፕሮብለም ሶልቭ ይገብር ነይረ። ኩሉ ግዜ ንዕኦም ዝኾነ ጸገማት ይፈትሓሎም። ንሶም ካሊድ ከምዚ እንተገበርና ከመይ ከምዚ ከምዚ ኮይና እሞ ፕሊስ ክትመኽረኒ ትኽእልዶ ዝብል ሓሳባት ይመጸኑ ይህቡኒ እሞ ኣነ ከኣ ይመኽሮም ነይረ። ሽዑ እንታይ ኩሉ ግዜ ክባዛሕ ከሎ ወይ ድማ ብዙሕ ክኸውን ከሎ ኣይ ቲንክ እቲ ንእስነት እዩ መስለኒ ኪድ ባዕልኻ ትፈለጥ ነጊረካ እንዴ ኪድ ነጊረካ እንዴ ቅድሚ ሕጂ ባዕልኻ ፍትሓዮ ወይ ባዕልኻ ግበሮ ዝብል ሓሳባት ይምልሰሎም ነይረ ንሶም ድማ እንታይ በቲ ኣነ ዝዛረቦ ዝነበርኩ ይሓርቁ እዚ ድማ እንታይ እቲ ዓብዪ ዓብዪ ዓብዪ ጌጋ ዝፍጽሞ ዝነበርኩ ኩሉ ግዜ ሓደ ሰብ ከምዚ ተሸጊረ ከምዚ ጸገማት ኣጓኒፉኒ እሞ Please ሓግዘኒ ምኸረኒ ንዝበለካ ሰብ ኩሉ ግዜ ጽን ኢልካ ክትሰምዖ ከለኻ እቲ ዝዓበየ Gift ንዕኡ እያ ኩሉ ግዜ ንስኻ ወይ ከይትኾልኦኣም ኣብ መንጎ እንዳ ኮለፍካ ወይ ድማ ሕማቕ መልሲ ክትምልሰሉ ከለኻ ንዕኡ መዓ ሃስያ ክኾን እዩ ኣብቲ ተሃስዩ ዘሎ መሊሱ ካልእ ሃስያ ተስዕበሉ ኣለኻ ስለዚ እታ ቀንዲ ዝገብራ ዝነበርኩ ዘይምስማዐይ ንዕኦም ጽን ኢልካ ክትሰምዖም ከለኻ እዚኣ ንዕኦም እታ ዓባይ ጊፍት እያ ካብቲ ንስኻ ሶልቭ ትገብሮ ነቲ ጸገማት ማለት እዩ ስለዚ ኩሉ ግዜ ዘይምስማዐይ ዓቢ ሃስያ ፈጢሩለይ ሕጂ ግን ቤላ ኣለኹ። ኣይቲ ጌጋ ኩሉ ግዜ ገንዘብ ነጸገማት ዝፈትሕ ኮይኑ ወይ ድማ ንጸገማት ዘድሕን ኮይኑ ይስማዓኒ ኔሩ ኩሉ ግዜ ገንዘብ ክትዕ ኣብ ዘይብልካ ግዜ ኣሕ ሎሚ ገንዘብ እንተዝህልዎ ኔሩ ከምዚ ከምዚ ከምዚ ምገበርኩ ኔረ ገንዘብ እንተዝህልዎ ኔሩስ ከምዚ ከምዚ ምገበርኩ ኔረ ኢልካ ትሓስብ ገንዘብ ምስ ረኸብካ ድማ ስቲል እቲ ጸገማት ምሳኻ ኣሎ ኣብ ኢድካ ኣሎ እንታይ እቲ ከምኡ ዝመበሊና እንታይ እዩ ኩሉ ግዜ ኣብ ሓንጎልና መግበሪና ኩሉ ግዜ ኣብ ሓንጎልና ስለ ንገብሮ እዩ ኩሉ ግዜ ገንዘብ ጸገማት ኣይፈትሐልካን እዩ ገንዘብ እንታይ ይህበካ ፍሪዶም ፍሪዶም ካ እንታይ የምጸልካ ቹዝ ዋት ኤቨር ዩ ወንት ደስ ዝበለካ ነገራት ክትገብረሉ ጸገማት ንኸትፈትሐሉ ደስ ዝበለካ ነገራት ብመን እዩ ዝመጽእ ብፍሪዶም ፍሪዶም እንድሕር ሃልዩካ ግን ደስ ዝበለካ ክትገብር ትኽእል ሃ ፈለማ ግን ነቨር ገንዘብ ንጸገማት ክፈትሕ እዩ ወይ ድማ ንጸገማት ክሕግዝ እዩ ዝብል ሓሳብ ስለ ዝነበረኒ እምበር ፍሪዶም ከምጽኣለይ እዩ፣ ፍሪዶም እንድሕር ኣረኪበ ድማ ደስ ዝበለ ነገራት ክገብር እየ ዝብል ሓሳባት ነቨር ሓሲበ ኣይፈልጥን እየ። ስለዚ ኩሉ ግዜ ገንዘብ ንዝኾነ ነገር ሃፒነስ ሓጎስ ወይ ድማ ዝኾነ ነገር ኣየምጽኣልካን እዩ፣ ፍሪዶም የምጽኣልካ፣ ፍሪዶም እንድሕር ዳሃልዩካ ድማ ሓጎስ ደስ ዝበለካ ከም ነቲ ጌጋ ዝገብራ ዝነበርኩ ኩሉ ግዜ ኣብ ምስ ደቂ ክላሰይ ይኹን ኣብ ደቂ ገዛውት ምስ ደቂ ገዛውተይ ወይ ድማ ምስ ማንም ሰብ ጀስ በጽቡቅ ከልዕሉኒ ወይ ድማ ካልድ ሕማቅ እዩ ወይ ድማ ካልድ ክምዚ እንድዩ ኢሎም ብሕማቅ ንከየልዕሉኒ ኣመና ኣመና ብዙሕ ይጽዕር ኔረ ንሶም ሕማቅ እንተኢሎምኒ ሓጎስ የለን ንሶም ብጽቡቅ እንተኢሎምኒ ግን ሓጎሰይ ወሰን የብሉን እዚ ድማ እንታይ ዓቢ ዓቢ ጌጋ ዝፍጽሞ ዝነበርኩ እዩ ኩሉ ግዜ ሓጎሰይ ኣብ ካልእ ሰብ እንድሕር ደኣ ኮይኑ ንሶም ኩሉ ግዜ ብሕማቕ እንድሕር ደኣ ኣልዒሎምኻ ብሕማቕ እንድሕር ደኣ ሒዞምኻ ደኣ ሓጎስካ የለን of course እዚኣ ድማ ዓቢ ጌጋ ዝገብራ ዝነበርኩ እዩ በቲ ጎደና ክሓልፍ እንተኾይነ a እዚኦም እንታይ ይፈትዉ ሎሚ ኣየናይ ዓይነት ክዳን ይፈትዉ ወይ ድማ ኣየናይ ቃላት ክዛረቦም ኣለኒ መታን ንሶም ክሕጎሱ ብጽቡቕ ድማ ካልዕሉኒ እዚ ድማ ዓቢ ጌጋ ዝገብራ ዝነበርኩ ጽቡቕ እዩ ንሰኻ ሕማቕ ካልእ ሰብ ሕማቕ ንኸልዕለካ ብሕማቕ ንኸየብለካ ግን ሓጉስካ ብኦም ዲፐንድ ክኸውን የብሉን ብኽኦም ዝተመርኮሰ ክኸውን የብሉን ስለዚ ኩሉ ግዜ ንካልእ ሰብ ኢልካ ሓጎስ ካባኻ ነቨር ከይተውጽኦ። ታሽዐይቲ ጌጋ ዝገብራ ዝነበርኩ ኩሉ ግዜ ብሓይሊ ፕላን ይገብር ነይረ ኩሉ ግዜ ፕላን ዘይብሉ ሰብ ኣይጠቅምን እዩ ፕላን ዘይብሉ ሰብ ወላ ሓንቲ ኣይጠቅምን እዩ ጀስት ፕላን ክትገብር ኣለካ ፕላን ዘይብልካ እንተኾይኑ ወላሓንቲ ዝብል ይሰምዕ ነይረ ዋው ከምዚ እንተኾይኑስ ናይ ግድን ፕላን ክገብር ኣለኒ ናይ ግድን ነብሰይ ክጽቕጥ ኣለኒ ዝብል ሓሳብ ኣብ ሓንጎለይ ይገብር ነይረ ንዘይገብሮ ነገራት ይጽሕፎ ከምዚ ከምዚ ከምዚ ክገብር እየ ይብል ይጽሕፎ ይውድኦ ግን ንዘይገብሮ ምጽሓፍ ኣገዳስነት የብሉን ኩሉ ግዜ ንስኻ ንግሆ ዘይትትስእ ሰዓት ሓሙሽተ ዘይትትስእ እንድሕር ኮይንካ ፕላን ንግሆ ፅባሕ ሰዓት ሓሙሽተ ክትስእ ኢልካ ምፅሓፍ ኣገዳስነት የብሉን ጀስት ሪላክስ ሪላክስ ንስኻ ኣብቲ ዘለካ ግዜ ኣብቲ ንስኻ ዝጠዓመካ ግዜ ክትገብሮ ከለኻ ብሕጉስ መንፈስ ደስ እናበለካ ክትገብሮ ትኽእል ግን ካልእ ሰብ ሚሊዮነር ሰዓት ኣርባዕተ ክትስእ ደስ እናበሎ ሰዓት ኣርባዕተ ተሲኡ ንስኻ ምስቲ ግዜኻ ዘይሰማማዕ ወይ ድማ ንስኻ ብውሽጥኻ ከይተሓጎስካ ኩሉ ግዜ መዓልታዊ ትትስእ እንድሕር ኮይንካ ግን ነቨር ኣይትሕጎስንሃ ነቨር ኣይትምዕብልንሃ ስለዚ ፎርስድ ፕላን ዝበሃል ብሓይሊ ፕላን ምግባር ነቨር ሕማቕ እዩ ነቨር ኣይምዕብለካን እዩ ነቲ ንስኻ ትገብሮ ዘለኻ ድማ ብደስታ እንዳተሓጎስካ እውን ንኸይትገብሮ ይዕንቅፈካ ስለዚ Never ፕላን ክትገብር ከለኻ ደስ እንዳበለካ ኣብቲ ግዜኻ ሪኢኻ እንዳተሓጎስካ ምግባር ኢንጆይ እናገበርካ ምግባር ተመራጺ ይኸውን። ዓስሪትን ናይ መወዳእታን ጌጋ፣ ካልድ ኩሉ ግዜ ምስ ካልእ ሰብ የወዳድራ ኔሩ። ኣነ ኩሉ ግዜ ንሱ ዘለዎ ጃኬት እንታይ ኮይኑ ኣነ ዘይብለይ፣ ንሱ ዘለዎ ኩዕሶ ኣነ እንታይ ኮይኑ ዘይብለይ፣ ንሱ ዘለዎ ገንዘብ ኣነ እንታይ ኮይኑ ዘይብለይ ዝብል ሓሳባት ነይሩኒ እዚ ድማ እንታይ እዩ ንእስነት ቆልዑነት ኣተሓሳስባ ይሃስየኒ ነይሩ ካልድ ምስ መን እዩ ክወዳደር ዘለዎ ካልድ ምስ ቅድሚ ዓሰርተ ዓመት ዝነበረ ካልድን ቅድሚ ዓመት ክልተ ዓመት ዝነበረ ካልድ ጥራይ እዩ ክወዳደር ዘለዎ ብኡ ድማ ክትሓረቕ ብኡ ድማ እንታይ ኮይኑ ካልድ ዘይተቐየረ ኢለ ክሓረቕ ኣለኒ እምበር ከመይ ገይረ ካልድ ምስ ካልእ ሰብ ከወዳድራ እዚ ድማ ዓቢ ጌጋ ዝፍጽማ ዝነበርኩ እያ ስለዚ ኩሉ ግዜ ነብስና ምስ ካልእ ሰብ never ኪነወዳድራ ኩሉ ሰብ ንናቱ ሂወት ኣለዎ ንናቱ ነብራ ኣለዎ ወላ ሽሕ ግዜ ንስኻ ቢልዮነር ናይዛ ዓለም ዝሓየለ ምስ ትኸውን ውን ናይ ግድን ኮምፓሪዝን ምስ ዝኾነ ነገር ኢቭን ብንእሽተይ ነገር ክትሓርቕ ኢኻ ብንእሽተይ ነገር ውን ንስኻ ኮምፔር ምስ ነብስኻ ምስ ካልኦት ክተወዳድር ኢኻ ኢቭን ናይ ዓለምና ዝሃብተመ ምስ ትኸውን ኩሉ ግዜ ምውድዳር ኣየማዕብለካን እዩ ኣብ ዘለኻዮ እዩ ዝጸቕጠካ ኣብ ዘለኻ ሓፍ ኣይ ካብ ዘለኻዮ ሓፍ ከብለካ never ኣይክእልን እዩ ስለዚ ኩሉ ግዜ ንብስኻ ምስ ናይ ቀደም እምበር ምስ ናይ ካልኦት ሰባት never ever ከየተወዳድራ። I hope ደስ ኢላትኩም ትኾኑ እዛ ቪድዮ I hope ካብዚ ጌጋታት ናተይ ክትመሃሩ ኩሉ ግዜ ስማርት ዝገብረካ እንታይ እዩ ካብ ንስኻ ከይተጋገኻ ከለኻ ካብ ካልእ ሰብ ምምሃር ወይ ድማ ካብ ካልእ ናይ ካልእ ሰብ ጌጋ ምምሃር እዩ እቲ ዝበለጸ ሰብ ወይ ድማ እቲ በሊሕ ሰብ ዝገብረካ እዚ ድማ እንታይ እዩ በሊሕ ሰብ ንኽትኸውን እዚ ናተይ ጌጋ ሎሚ ጠቒሙካ ኣሎ ስቲል ብዙሕ ዓመታት ዝተርፈካ ኣሎ ኣነ ወዲ ዕስራ ኣርባዕተ ዓመት ኣለኹ ምናልባት ንስኻ ንእሽተይ ክትኾን ስለ ትኽእል ካብቲ ጌጋታት ናተይ ተማሂርካ መታን ሓፍ ክትብል ኣተሓሳስባኻን መጻኢኻን መታን ክትሕንጽጽ so እዚ ጌጋታት ናተይ just ጸሓፎ ርኢኻዮ ድማ ኩሉ ግዜ ካብቲ ጌጋታት ናተይ መታን ክትመሃር thank you so much ክሳብ መወዳእታ ብምጽናሕኩም ብልቢ ከመስግነኩም ክንሓልፍ ኣይንልና ከም ወትሮ please subscribe like share እናገበርኩም ናብ ካልኦት share ክትገብርዎ መታን ካልኦት ድማ ከምዚ ዓይነት ጌጋታት ንከይገብሩ ከምዚ ዓይነት ጌጋታት መታን ከይድግም ፕሊስ ናብ ካልእ ድማ ሼር ክትገብርዎ thank you so much so ናይ ሎሚ ሰላም እዚ ነይሩ ብካልእ ክሳብ ንራኸብ ሰላም ንዓኹም ባይ